እዚ ናይ ሎማዓንቲ ቪድዮና ናይ 2017 ናይ መወዳእታ ቪድዮና ይንኾን ኣሎ ስለዚ ኩልኹም ናይ ዕዳጋ መቐለ ተኸታተልቲ ዝኾንኹም እንኳዕ ን2018 ብሰላም ኣብፀሐኩም ኣብፀሐና ናበልኹ ሎማዓንቲ እንሪኦ ብዛዕባ ናይ ካንሸሎ ማዕፆታት ዋጋ ክነግረኩም እየ ብተወሳኺ ለለ ሲሚንቶ ብጣዕሚ እናቐነሰ ይርከብ ኸዚ ለለ ማለት እዩ ስለዚ ኩለና ብፍጥነት ኸዚ ላይክና ሓደ ሽሕ ንኣተና ሰብስክራይብ ናብ እውን ናብ 12 ሽሕ ፈጢና ነእትዮ ማለት እዩ ስለዚ ቀጥታ ናብ ፕሮግራመይ ክሓልፍ እያ ንቐፅ ማዕፆ ወይ ድማ ካንሸሎ ንምስራሕ ኢልኹም ዝተፈላለዩ መማረፂ ዲዛይናት ንኣለሽኹም ነርኹም ሰባት ኣብዚ ቪድዮ እዚ ከርእየኩም እየ ቅድሚያ ግና ሲሚንቶ ሎማዓንቲ ኽንደይ ውዒሉ ንብል ንርኣ ስለዚ ሲሚንቶ ሎማዓንቲ ዋግኡ ንርኢ ተለና ካብ ልሓለፈ ማዕልታት ወይ ድማ ሰሙናት ነበረ ብጣዕሚ ልሓሸ ዕዳጋ ኢንኦ ትማና ሎማዓንቲ ምባል ይካኣል ኢዩ ማለት ኢዩ ዋግኡ ድማ ክንደይ ኢንኦ ኢልኹምኒ ሲሚንቶ ሎማዓንቲ ሽሒ ኽልተይ ሓምሳ ኢዩ ሎማዓንቲ ውን ብተመሳሳሊ ዊዒሉ ኢንኦ ማለት ኢዩ ስለዚ ለይገዛእኹም ሰባት ኸዝለለ ካብ ድሓረ ምንጽርጻር ምምራር ኸዝለ ቱር ኢልኹም ተትገዝኡ ልሓሸ ነገር ዋጋ ትረኽቡ ኢኹም ሎማዓንቲ ማለት ኢዩ እስካዕ ናጋ እኳ ኣውዳኣመት ኢዩ ካብ ሓሙስ ዓርቢ ወይ ድማ ቐጻሊ ሰኑ ነብለሉ ቱር ኢልኹም ግዝኡ ዕዳጋታት ኣይቀያየርልኾን ልብል ግምት ኔኒ ምኽንያቱ ኣውዳኣመት ሰለኾነ ብዙሕ ገዛእ ስለሌለ ስካዕ ሶኒ ትጸንሕ ትኾን ነዛ ዕዳጋ ልብል ግምት ስኒኒ ስለዚ ስካዕ ሶኒ ቀጻል ለሎ ፈጢንኹም ለይገዛእኹም ሰባት ሃሊኹም ገዚእኹም መቕመጡ ሲሚንቶ ገዚእኻ ምቕማጥ ንኹሉ ክጠቕመካ ሰልኸል ንምህዳም መጀመርያ ጅምረ ኣለኹም ለለ ብጣዕሚ ዓብዪ ዝኾነ ኣገልግሎት ከኩም ሰልኸል ስለዚ ገዚእኹም ኣቕምጡ ሎማዓንቲ ግና ሽሕ ክልተ ሓምሳ ሎማዓንቲ ሲሚንቶ ውዒላ ናይ ኣማልት እዩ ስለዚ ሰብ ሞያ ኣነጋጊረ ወይ ድማ ማዕፆ ወይ ድማ ካንሶሎ ዝሰርሑ ሰባት ኣነጋጊረ ዝረኸብኩዎም ሓሙሽተ ነገራት ሎማዓንቲ ከካፍለኩም እየ እሱ እውን ንምንታይ ልጠቕመኩም ተልኹምኒ ቕድሚ ምስራሕኹም ክትፈልጥዎም ወይ ድማ ተጠንቂቕኩም ክተስርሕዎም ልግባእ ነገራት ስለልኾኑ እዮም ስለዚ ናብቶም ሓሙሽተ ነገራት ከሕልፈኩም እየ ኸዚ ንቐፅል። ቐዳማይ ክትጥንቀቕዎ ልግባእ ነገር ናይቲ ላሚራ ወይ ድማ ናይቲ ብረት ርጉዱ እዩ ማለት እዩ። ብዛዕባ ናይቲ ላሚራና ናይቲ ብረት ርጉዱ ብደንቢ ተገዲስኹም ወይ ድማ ኣስተውዒልኹም ክተስርሑ ልግባእ ነገር ክኾን ኔዎ ምኽንያቱ ረቂቕ ወይ ድማ ረቕ ልብለ ቶሎ ኢሉ ዕጸፍ ልኽእል ሕማቕ ልኾነ ላሚራ ወይ ድማ ብረት ተጠቒሞም ልሰርሑ ሰለ ለለዉ ኣብኣ ተገዲስኹም ተጠንቂቕኩም ክተስርሑ ይግባእ ማለት እዩ። ኻልኣይ ድማ ዲዛይን ትመርጹ ተለኹም ብደገኡ እና ብውሽጡ ሀመይ ምዃኑ ብደንቢ ኣስተውዒልኹም ተስርሑ ኔኩም። ኣብ ዲዛይን ኣመራርጻ ዝተፈላለዩ ዓይነት ዲዛይናት ናይ ማዕጾ ኔዉ እዮም። ካብኣቶም ውሽጢ እውን ከከም ዋግኦም ኣፈላላይ ልፈጥሩ ዝተፈላለዩ ዓይነት ናይ በሪ ማዕፆታት ኣለዉ እዮም ስለዚ መርጫኹም ብደንቢ ኣስተውዒልኹም ክተስርሑ ይግባእ ማለት እዩ ሳልሳይ እውን እንታይ እዩ ተልኹምኒ ቁልፉ እዩ ቁልፊ ብጣዕሚ መሰረታዊ ነገር እዩ ማለት እዩ ምኽንያቱ ብዙሓት ሰባት ልባኣስሉ ነገር ሰለልኾነ ኣብ ቁልፊ ክተስርሑ ወይ ድማ ክትገዝኡ ተልኹም ቁልፊ እንታይ ዓይነት ጠቅሞም እዮም ገጢሞምዎ ዝማዕፆ ልብል ብደንቢ ጥያቄ ክትጥይቅዎ ልግባእ ነገር ክኾን እዮ ማለት እዩ ስለዚ ቁልፊ ናብ ብዙሓት ሰባት መባኣሲ ነገር ሰለኮነ ኣብ ቁልፊ ውን ብጣዕሚ ክጥንቀቁ ኒኤኩም ማለት እዩ ኣብቲ ማዕጾ ክተስርሑ ተለኩም። ራብዓይ ነገር ውን ብደንቢ ክተስተዑሉ ልግባእ ነገር ቀለም እዩ ቀለም ውን ታይ ዓይነት ቀለም እዮም ቀቢኦሞ ልብል ብደንቢ ጠይቅኩም ክተስርሑ ይግባእ ወይ ድማ ክተቀውዎ ይግባእ ማለት እዩ ምክንያቱ ናይ መኪና ቀለም ተኮይኑ መብዛሓቲኡ ግዜ ብጣዕሚ ንነዊሕ ግዜ ክጸንሕ ሰለልኮነ ናይ መኪና ቀለም ተጠቂሞም መቅብኦም ዝማዕጾ እሱ ብደንቢ ክጥይቆም ይግባእ ማለት እዩ ስለዚ ቀለም መሰረታዊ ነገር እዩ። ብ ሓምሻይ ውን ኣብ መወዳእታ ክብለኩም ደሊ ነገር ጠይቀ ካብ ረከብኩ ውሽጢ እቲ ማዕጾ ኣበይ ኢኩም ተስርሕዎ ለለኩም ልብል ብደንቢ ክትፈልጡ ይግባእ ማለት እዩ ምክንያቱ ኣብ ልፍለጥ ሰብ ተኮይኑ ወይ ድማ ኣነ ሪኮመንድ ልገብረኩም ወይ ድማ ለፋልጠኩም ሰብ ክህሊ እዩ ኣብ ኮሜንት መጀመርያ ስልኩ ክቀምጠልኩም እየ ምክንያቱ ኣብ ትኣምንዎ ሰብ ኣብ ትፈልጥዎ ሰብ ተኮይኑ እተፈላለዩ ጸገም ተጋጠመኩም እኳ ንክስተኻኸልኹም ዓቢ ዝኾነ መንገዲ ልፈጥረልኹም ስለልኾነ ማለት እዩ። እዘን ኣርባዕተ ነገር ቕድሚ እኳ ነገርክኹም ዓበይቲ ጥያቄታት ሰለልኾና ኣብኣተን ችግር ተተፈጢሩ ንዓኻትኹም ዓቢ ጸገም ሒዝልኹም ክመጽእ ስለልኸእል ብደንቢ ኣበዮም ተስረሕዎ ክትፈልጡ ኒኤኩም ማለት እዩ። ስለዚ ብኣየም መጺኹም ንተስርሑ ሰባት ዓቢ ልኾነ ዲስካውንት እና ቕናሽ ዋጋ እና ብደንቢ ጽሬት ለለዎ ስራሕ ንክስረሕልኹም ክሕግዘኩም ይኸእል እየ ግን ካብ ባዕልኹም ትፈልጥዎ ሰብ ተሃልዩ ግን ሞር ልሓሸ ሰለልኾነ ምስኡ ኣብ ትፈልጥዎ ሰብ ክተስርሑ ይግባእ ማለት እዩ ስለዚ እዚኤን ክብለኩም ይደሊ እዚኤን ሓሙሽተን ወሰንቲ ነገራትን ምዃነን ብደንቢ ክተስተውዕሉ ስለልደለኹ እየ ማለት እዩ ስለዚ ናብዚ ዋጋ ንሕለፍ ዋጋታት ክንደይ እንዮ ልብል ድማ ንርኣ። ስለዚ ናብ ዋጋታት ክሓልፍ ተለኹ መጀመርያ ዋጋ ክወጽእ ተሎ ከከም ዲዛይኑ እና ከከም ናይ ቦታኹም ዓቐን ብጣዕሚ ይፈላለ እዩ ኣብዚኣ ክትፈልጡ ኔርኩም ምኽንያቱ ናይቲ ገዛኹም ናይ በሪ ስፍሓት ነከከም ገዛ ይፈላለ ሰልኾነ መጀመርያ ተዓቂኑ ቁመቱይ ጎኑይ ክንደይ ከም ዝኾነ ተዓቂኑ እዩ ዋጋ ዝወፅእ ማለት እዩ ኣብዚኣ ብደንብ ክተስተውዕሉ ይግባእ ስለዚ ከዚ ነግረኩም ዋጋ ሬንጅ ክነግረኩም ወይ ድማ ማእኸላይ ዝበሃል ዋጋ ክንደይ ከም ለሎ እዩ ክነግረኩም እቲ ዕዳጋ ክንደይ ከም ለሎ ንርኣ መብዛሕትኡ ግዜ ማዕፆታት ዋጋ ለኹሮም ኣብ ውሽጦም ፋይበር ግላስ ክህሊ ተሎ ዝተፈላለዩ ዓይነት ዲዛይናት ክበዝሖም እንተሎ ንእሽተይ ዋጋ ናይ ምውሳኽ ነገር እኒኦዎም። ኖርማል ማዕፆታት ቕልል ዝበለ ዲዛይናት ተኾይኑ እውን ዋጋ ዝቕንሰሉ ነገራት ይፍጠር ማለት እዩ። ስለዚ ንኣብነት እዚ ማዕፆ እዚ ከርእየኩም ተለኹ ንኣብነት ክኾነኩም ኢለ እየ። ዋግኡ ካብ ሰማንያ ሽሕ ጀሚሩ እናተሰርሐ ይርከብ እዚ ማዕፆ እዚ ማለት እዩ። ከምዚ ኡሉኡሉ ማዕፆታት መብዛሕቲኦም ግዜ ካብ ድሕሪ ሀዚ እዚኦም ልረኣኩም ኣለኹ ማለት እዩ። ዋግኦም ሰማንያ ሽሕ ከባቢ ጀሚሩ እናተሰርሐ ይርከብ ማለት እዩ። ከምዚኦም ልኡሉ ድማ ካብ ቴስዓ ሽሕ ጀሚሩ እናተሰርሑ ይርከቡ። ካብ ቴስዓ ክሳብ ቴስዓ ሓሙሽተ ወለዶ እናተሰርሑ ይርከቡ ማለት እዩ። እዚ ለርእየኩም ለኹ ማዕጾታት እዚኦም ማለት እዩ። እዚኦም እውን ቴስዓ ሓሙሽተ ከባቢ ልወጽሑ እኒኦ ማለት እዩ። እዚኦም እውን ዋግኦም ኽንደይ እኒኦም ተልኽኒ ተልኹምኒ ካብ ሚእቲ ዓሰርተ ሽሕ ጀሚሩ ክሳብ ሚእቲ ዓሰርተ ሓሙሽተ ሽሕ ኣብ ለሎ እናተሰርሑ ይርከቡ እዞም ማዕጾታት እዚኦም ማለት እዩ። ስለዚ ኸምዚኦም ለሉ እውን ብጣዕሚ ውስኽ ልበሉ እኒኦ ዋግኦም። ዋግኦም እስካብ ሚእቲ ዕስራ ሽሕ ልውጽሕ እኒአው እዮም ግን ዋጋ ክትሕዙ ተለኹም ሙዛሕትኡ ግዜ ካብ ሰማንያ ሽሕ ጀሚሩ ክሳብ ሚእቲ ዕስራ ሽሕ ኣብ ለሎ ለሎ ሬንጅ እዩ ማለት እዩ ማእኸላይ ለሎ ዕዳጋ ካብ ሰማንያ ሽሕ ክሳብ ሚእቲ ዕስራ ሽሕ ኣብ ለሎ እዮም እናተሰርሑ ልርከቡ ማለት እዩ እዚኦም እውን ካብ ሰማንያ ሰባዕ ካብ ሰብዓ ሓሙሽተ ክሳብ ሰማንያ ኣብ ለሎ እናተሰርሑ ይርከቡ እዚኦም ማለት እዩ ከምዚኦም ለሉ እውን ካብ ቴስዓ ኢለኩም እየ እዚኦም ቴስዓ ሓሙሽተ ከባቢ ሀምዚኦም ለሉለለ እስካብ ሚእቲ ዓሰርተ ሓሙሽተ ሽሕ ሚእቲ ዓሰርተ ሽሕ ሃውለሎ ልወጽሑ እኒኦው እስካብ ሚእቲ ዕስራን ሽሕለ ልወጽሑ እኒኦው ከምዚኦም ለሉ ማለት እዩ ስለዚ ከከም ዲዛይኑ ንዓሉ ኾነ ኣፈላላይ ዋጋ ኒኦዎ ማለት እዩ ስለዚ ናይ ማዕጾታት ዋጋ ለሎ እዚ ይመስል ማለት እዩ ብዛዕባ ናይ ቴንጂኖና ቱርኪ ዋጋ ክነግረኩም እሞ ፕሮግራም ከጠቓልል ማለት እዩ ስለዚ በዓል ሸሞንተ ንርኢ ተለና በዓል ሸሞንተ ውስኸ ሰዓት ሸሞንተይ ሳላሳይ እናተሸጠ ይርከብ በዓል ሸሞንተና ቱርኪ ሸሞንተ ሚእቲ ሳላሳይ እናተሸጠ ይርከብ

እናተሸጠ ይርከብ። በዓል ዓሰርተ ኣርባዕተ ክልተ ሽሕ ሓሙሽተ ሚእቲ ሰላሳይ ዒስራይ ከባቢ እናተሸጠ ይርከብ። በዓል ዓሰርተ ሽዱሽተ እውን ናብ መወዳእታ ሰለስተ ሽሕ ክልተ ሚእቲ ሱሳይ እናተሸጠ ይርከብ ማለት እዩ። እዚ ቴንጅን ዋና ቱርኪ ካብ በዓል ሸሞንተ ክሳብ ዓሰርተ ሽዱሽተ ለሎ ሓደ ብሓደ ለሎ ዕዳጋ እዩ ማለት እዩ። እዚኣ እያ ናይዛ ዕዳጋ ናብ መወዳእታ ናይ ክልተ ሽሕ ዓሰርተ ሸውዓተ ዓመተ ምህረት ለላ ናይ መወዳእታ መዓልቲ ናይ ቴንጅን ዕዳጋ ለላ እዩ ማለት እዩ። ስለዚ ዓርቢ ወይ ድማ ሶኒ ኢና ቀጻሊ ንራኸብ ኣለና ማለት እዩ ስለዚ እዚ ልመስል ናይ ቴንዲኖና ቱርክ ዕዳጋ እኒኦ ማለት እዩ ንምግዛእ ትደልዩ ሰባት ሃሊኹም ስልኪ ኣብ ፕሮፋይል እኒኤኩም ተጠቂምኩም ምድዋል ትኽእሉ ኢኹም ማለት እዩ ስለዚ ሓሸዋ ናተፀርኸ ክንደ እኒኦ ኢሉ ድማ ንርኢ ዘለና ሓሸዋ ክንደ እኒኣት ኢልኹምኒ ኣርባዓይ ሰለስተ ሽሕ ሎማዓንቲ እናተሸጠ ውዕል እኒኦ ከተማ መቐለ እቲ ቀይሕ ሓሸዋ ልሓሸ ኣለኩም መብዛሕትኡ ግዜ ኣርባዓይ ሰለስተ ሽሕ ንሓደ ቢያጆ ሲኖትራክ እናተሸጠ ይርከብ ፀፀርኸ ክንደ እኒኦ ኢልኹምኒ ፀፀር ሓምሳይ ሓደ ሽሕ ሎማዓንቲ ወሪዳን እያ ማለት እዩ ሓምሳይ ሓደ ሽሕ ፀፀር እቲ ፍሩይ ማለት እዩ መህደም ልኾን ፀሊም ፀፀር ሓምሳይ ሓደ ሽሕ ሎማዓንቲ ናቸው ጠዊዕልን እዮ ማለት እዩ ስለዚ ንመግዛእቲ ደልዩ ሰባት ኣለኹም ከዘለላ ምድዋል ትኽእሉ ኢኹም ማለት እዩ ብሉኬት ከንደይን እያ ተልኹምኒ ብሉኬት ለለ በዓል 15 ሳላሳይ ሸውዓተ ቅርሺ ሎማዓንቲ መፅያን እያ ናብ 36 ከባቢ በዓል 15 በዓል 20 ድማ ክንደይን እያ ተልኹምኒ 38 ቕርሺ እናትሽጠ ተድከም ወይ ድማ ሳላ ሰቻዕንቲ ኢለ ልወፅሕሉ ቦታታት እኒኦም ብደንቢ ጠንካራ ማይ ሰቴ ብደንቢ ሓሪፍ ዝኾነ ብሉኬቲ ማለት እዩ ስለዚ መግዛእ ትደልዩ ሰባት ኣለኹም ደውሉ ኣብ መወዳእታ እውን ብዛዕባ ናይ ገዛ ኢንፎርሜሽን ትደልዩ ሰባት ኣለኹም ንሽወጥ ገዛውቲ ከም ኣሕዋትኹም ዕዳጋ ናርእኹም ምስራሕ ትደልዩ ካብ ባዶ መሬት ካብ ሰውዓ ካሬ ክሳብ ሜተር ወዓይ ክልተ ሚእቲ ኣርባዕተ ሚእቲ ንድርጅት እውን እኔ ንልሽወጥ ኣርባዕተ ሽሕ ካሬ ማለት እዩ እቲ ሉሌት ሰባት ኣሊኹም ኣርባዕተ ሽሕ ካሬ ልሽወጥ ድዮ መግዛእቲ ሉሌት ሰባት ኣሊኹም እተን ኣናገሩ ንብውሽጢ መስመር ስለዚ እዚኦም መሱ ዕዳጋታት ኒኡና ኣለዎ መዓንቲ ማለት እዩ ስለዚ ኩሉ ኩልኹም ንዕዳጋ መቐለ ተኸታተልቲ ኩልኩም ኳዕ ን218 ብሰላም ውፃሕኩም ናበልኹ ናይ ሎም መዓንቲ ፕሮግራሚ ኣብ ዘጠቐልኹ ኣብና ዓርቢ ወይ ድማ ሶኒ ኢና ንጋነ ኣለና ስለዚ ሰላም ንዓትኩም ይኹን ላይክ ሼር ሰብስክራይብ ንጋርኩም ኣይትርስዑ ቻው